ሕጂ ኣብዛ ነቲ ዝጸለናዮ ከም ዝረኸብናዮ ኮይና ነመስግን ናይ ሃና ኣብነት ክትበና ጸኒሕካ እሞ እቲ ኣብ ውሽጥና ዝመጽእ ርግጽነት፣ ከምዚ ንካልኣይ ግዜ ጐይቲ ዀይነ ኣይተራእየትን ዝበለናሲ፣ መንፈስ ቅዱስ ዚህበና ርግጽነት ድዩ? ከምኡ እንተ ዀይኑ ኸኣ ሳብጀክቲቭ እዩ ማለት እዩ። ንዓና ዚፍለጠና ነገር እዩ እምበር፣ ብመጽሓፍ ቅዱስ ከምዚ ኢልና ነረጋግጾ ኣይኰነን ማለት ድዩ?
እቲ እምነት ዝብል ትርጉሙ እንተ ፈሊጥናዮ፣ እታ እምነት እያ ኣብቲ ውሽጥናሲ እምነት ነቲ ተስፋ ዝግበሮ ነገር ርግጽ ምግባር፣ እታ ርግጽ ምግባር ተተርጒማ ዘላሲ እታ ቃል ሁፖስተሲስ ትብል እንድያ፣ ዝጭበጥ ታንጀብል ናብ ታንጀብሊቲ ዘምጽእ ዝብል ሓሳብ እዩ ዘለዋ ስለዚ ቅድም ኣብቲ ውሽጥና ከምኡ እያ ትሰርሕ እታ እምነት ማለት እዩ ስለዚ እታ እምነት እያ ኣብኡ ርግጽነት ትህበና እሞ ከነመስግን ትገብረና ከይመጸ ከሎሲ ኣብቲ ውሽጥና ግን ከም ዝኸውን እታ እምነት እያ ትርግጸኛ ትበና እምበር እቲ መንፈስ ቅዱስ ኣይኮነን እቲ መንፈስ ቅዱስ ነቲ እምነትና ክድግፎ ተኽእሎ ኣለዎ ግን እታ እምነትና እያ እተ መጽሓፍ ቅዱስ ኣብተን ዓውደ ንባባት ናይተን ከምዚኣተን ዝበልና ንመንፈስ ቅዱስ ኣይኮነን ዝጠቕሶ ዘሎ እታ እምነት ሕጂ እታ እምነት ክንብል ከለና እታ ኣብ ልቢ ዝሓደረት እምነት እታ ናትና እምነት እሳ እያ ብቓል ኣምላኽ እትመጽእ ኣብቲ ልብና ዝሓደረት እምነት ሕጂ ሓደ ካብቲ ትርጉም ናይታ እምነት ትብል ቃል ኣብቲ ናይ ግሪኽ ዘላታ ፒስቲስ ትብል ዓሚቝ ርትዒ ዝብል ጕንዲ ኣብቲ ጕንዲ ትርጕማሲ ዓሚቝ ርትዒ ዝብል ኣለዋ። ስለዚ ኣብቲ ውሽጥናስ ዓሚቝ ርትዒ ርግጽነት ይህበና እዩ። እቲ ተስፋ ተገይርሉ ዘሎ ንጽልዮ ዘለናስ ከም ዝኸውን ድሮ እውን ኰይኑ ከም ዝዀነ ኣብኡ ርግጽነት ይህልወና እሞ ነመስግን ማለት እዩ። በቲ ዝርኣ ከይተገልጸ ከሎ ብኡ ከይተጠራጠርና ንፋስ ናብዝን ናብትን ሰሰው ከየበለና ንገብሮ ስለዚ ስራሕ ናይ እምነት እያ ንሳ። ኣብ
ኣብዚ ሕጂ ዘለናዮ ኣብ ኣብያተ ክርስትያናት ናይ ጸሎት ጉጅለ ወይ ናይ ጸሎት ግሩፕ ዝብል ናይ ኣገልግሎት ክፍሊ ኣሎ። ኣብ ሓድሽ ኪዳን ናይ ጸሎት ግሩፕ ዝበሃል ኣገልግሎት ኣሎ ድዩ? ኣሎ እንተኾይኑ ካብቲ ሓፋሽ ካብ ኩልና ካብቶም ኩልሳዕ ብጸሎት ምስ እግዚኣብሔር ሕብረት ንገብር ዝተፈለየ እንታይ እዩ? ኣብ ሓድሽ ኪዳን ከምኡ ዝበሃል የልቦን እተን ክንጅምር ከለና ዝጠቐስክወን ካህናት ዝብል ሓሳብ ኣሎ ድግም ኣቢለ ንዓኣተን ክልስ ከብሎ እሞ ሓደ ኣብ ራኢ ምዕራፍ ሓደ ራኢ ምዕራፍ ሓደ ኣብ ቁፅሪ ሓሙሽተን ሽዱሽተን ከምዚ ዝብል ሓሳብ ኣለና ኣርባዕተ ብሓንሳእ እየን ዘለዋ። ዮውሃንስ ነተን ኣብ እስያ ዘለዋ ሸውዓተ ማሕበራት ካብቲ ዘሎን ዝነበረን ዝመጽእን ካብቶም ኣብ ቅድሚ ዙፋኑ ዘለዉ ሸውዓተ መናፍስትን ካብቲ እሙን ምስክርን በዅሪ ምዉታትን ርእሲ ነገስታት ምድርን ዝዀነ የሱስ ክርስቶስ ከኣ ጸጋን ሰላምን ምሳኻትኩም ይኹን። ነቲ ዘፍቅረና ዘሎ ካብ ሓጢኣትና ውን ብደሙ ዝሓጸበና ንእግዚኣብሄር ኣቦኡ መንግስትን ካህናትን ክንኮኖ ዝገበረና የሱስ ክርስቶስ ብደሙ ምስ ሓጸበናስ ካህናት ጌሩና እዩ። ንኹላቶም እቶም ኣመንቲ ካብቲ ሓደ እምኒ መኣዝን ናይቲ ምህሮ ሓድሽ ኪዳን ተዳፊኑ ጸኒሑ ከኣ ኣብ ዓሰርተው ሽዱሽተ ክፍለ ዘመን ከም ብሓድሽ ዘበራበርዎ ኩላቶም ኣመንቲ ካህናት እዮም ዝብል እዩ ወይ ከኣ ብሊቨርስ ፕሪስትሁድ ዝብል ማለት እዩ ኣብ ምዕራፍ ሓሙሽተ እውን ኣብ ምዕራፍ ሓሙሽተ ቁጽሪ ትሽዓተን ዓሰርተን ንሳቶም ከኣ ተሓሪድካስ ብደምካ ካብ ብዘሎ ዓሌታትን ቋንቋታትን ህዝብን ኣህዛብ ንኣምላኽ ዝኾኑ ሰባት ዓዲግካሉ ኢኻ፣ ንኣምላኽና ዝኾኑ መንግስትን ካህናትን ገቢርካዮም። ምስ ዓደገና ብሞቱ ካህናት ከም ዝገበረና እዩ ዝነግረና ኣብ ቀዳማይ ጴጥሮስ ምዕራፍ ክልተ ቁጽሪ ኣርባዕተን ሓሙሽተን ከኣ ናብቲ ብሰብ ንዑቕ ብኣምላኽ ግና ሕሩይን ክቡርን ዝኾነ ህያው እምኒ እናቐረብኩም፣ ንስኻትኩምውን ከም ህያዋን ኣእማን ኮይንኩም፣ ነቲ ብየሱስ ክርስቶስ ኣብ ኣምላኽ ቅቡል ዝኾነ መንፈሳዊ መስዋእቲ ኸተቕርቡ ንቕዱስ ክህነት ዝኸውን መንፈሳዊ ቤት ተሃነጹ ይብለና። ሕጂ እቶም ኣመንቲ መንፈሳዊ ቤት እውን እዮም፣ ቤተ መቕደስ እዮም ይብለና ኣሎ። ካህናት ከኣ እዮም፣ ቅዱስ ክህነት፣ እቲ ቤተ ክህነት ኢልና ንሕና እንብሎ እሱ እዩ ዝነግረና ዘሎ ማለት እዩ። ብምሉኣቶም እቶም ኣመንቲሲ ቤተ ክህነት ከም ዝኾኑ ይነግረና። ኣብ ቁጽሪ ትሽዓተ ንስኻትኩም ግና ደግነት እቲ ኻብ ጸልማት ናብ እቲ ዘገርም ብርሃኑ ዝጸውዓኩም ምእንቲ ኽትነግሩ፣ ሕሩይ ወለዶ፣ ናይ መንግስቲ ክህነት፣ ቁዱስ ህዝቢ ጥሪት ኣምላኽ ዝኾነ ህዝቢ ኢኹም ኩላቶም እቶም ኣመንቲ ኣብ ሓዱሽ ኪዳን ብዝተፈላለየ መግለጺታት ተገሊጹ ኣሎ ነቲ ካህን ዝብል ቃል ከይጠቐሰ ኣብ ፊሊጲ ነዚ ኣንቢበ ደሓር መደምደምታ ናይዛ ናይቲ ሓሳብ ክህብ እየ ኣብ ፊሊጲ ምዕራፍ ክልተ ኣብ ቁጽሪ ዓሰርተው ሸውዓተ ግናኸ ኣብቲ ናይ እምነትኩም መስዋእትን ኣገልግሎትን እንተ ተሰዋእኩ ባህ ይብለኒ፣ ናይ እምነትኩም እንታይ ኢሉና ኣሎ እነቕልበሉ መስዋእትን ኣገልግሎትን እቲ ናይ መስዋእቲ ኢልዎ ዘሎ ካህናት ዝስውእዎ መስዋእቲ እዩ ዝነግረና ዘሎ ምስ ኣመንኩም ሲ ተድሕን እምነት ናይ ሓቂ እምነት ኣላትኩም እንተኮይና ካብኣ ዝወፅእ መስዋእቲ ተቕርቡ ኢኹም ይብለና ኣሎ እቲ ኣገልግሎት ኢልዋ ዘሎ እውን እታ ቅድም እውን ዝጠቐስናያ እታ ላተርያ ትብል ቃል እያ ክህነታዊ ኣገልግሎት ማለቱ እዩ ስለዚ ኩላትና እቶም ኣመንቲ እዩ ዝዕድል ዝተዋሂቡና ዘሎ ምእታው ንኹላትና እዩ ተዋሂቡና ዘሎ ኩላትና ኢና ክንጽሊ ዝግባእ ኣብ ሓድሽ ኪዳን ክኣ ኣብቲ ግብረ ሃዋርያት ክንሪኦ ከለና ኩላታ ማሕበር ትጽሊ ነበረት ድኣ ዝብል ኢና ብተደጋጋሚ ንረክብ እምበር ተወሰኑ ሰባት ዝጽልዩ ኣይንብልን ኢና ኩነታት ኣገዲድና ተወሰንና ሰባት ኮይንና ክንጽሊ ንኽል ኢና ብሓንሳእ ስለዘይተራኸብና ምስ ኩላቶም ወይ ኣብ ቤትና ወይ ክኣ ቤተ ቤት ክንጽሊ ንኽእል ኢና። ብፍላይ ናይ ጸለይቲ ጥራሕ ኣገልግሎት ዝብል ግን ንሓድሽ ኪዳን ጋሻ ነገር እዩ። ኣብቲ ተመኩሮ ክንርእዮ ከለና እቶም ነብያት ዝያዳ ኣብ ጸሎት ግዜ ናይ ምሕላፍ ዝንባሌ የርእዩ እዮም። እቲ ኣገልግሎቶም እውን ናብኡ ገጹ ስለ ዝወስዶም፣ ካብዚ ሓሊፉ ግና ናይ ጸሎት ኣገልግሎት ዝበሃል ኣይንርእን ኢና። ኣብ ሓድሽ ኪዳን ኩላትና ኢና ካህናት፣ ኩላትና እዩ ምእታው ተዋሂብና ዘሎ፣ ኩላትና ኢና ክንጽሊ ተነጊሩና ዘሎ።
ከምኡ እንተኾይኑ ብኸመይ ተኣታትዩ ትብል? ኣብ ኩሉ ነፍሲ ወከፍ ቤተክርስትያን ናይ ኤርትራ ወይ እውን ናይ ኢትዮጵያ እውን ክኸውን ይኽእል እዚ ክፍሊ ጸሎት ዝበሃል ኣገልግሎት ብደንቢ ኣሎ እሞ ካበይ ደኣ ተኣታትዩ ትብል እንድሕር ከምዚ ኮይኑ?
ካበይ ከም ዝመጸ እቲ ታሪኹ እንድዒ ግን ኣነ ከም ዝዝክሮ ኣብ ኣመሪካ እዩ ጀሚሩ ኣብ ሰማንያታት እቲ ሪቫይቫል ኣብ ስሳታት ምስ ጀመረ ከምኡ ኣይነበረን ኣብቲ መጀመርታ ከባበይ ዕስራ ዓመት ዝኸውን ኣይነበረን ደሓር ግን ናይ ውግእ ብጸሎት ምውጋእ ዝብል ሓሳብ ውን ተላዒሉ ናይ ምምላድ ጸሎት ዝብል ሓሳብ ውን ተላዒሉ እቲ ናይ ምምላድ ዝጸሎት ዝብል ካብቲ ኣርእስቱ እቲ መጽሓፍ ቅዱስ ዝምህሮ ሓሳብ ውጽእ ዝበለ ትርጉም እናተወሃቦ ክኸይድ ጀሚሩ። ስለዚ ኣነ ብዝከታተሎ ካብ ሰማንያታት ኣቢሉ እዩ። ቅድሚኡ ነይሩዎ እንተኾይኑ እንድዒ ናባና እውን ብድሕሪኡ እዩ መጺኡና እምበር ኣብቶም ቀዳሞት ኣባና ኣብ ስሳታት እንዲዩ እቲ ወንጌል እቸም ኣትዩና እዚ ናይ ሪቫይቫል ኣብ ኣሜሪካ ግን ኣንተ ዕስራ ዓመት ኢለ ተሳ ኣብ ናይንቲን ኦ ዋን እዩ ጀሚሩ ስለዚ ናብ ሰማንያ ዓመት ኣቢሉ ዝኸይድ ግዜ ሲ ከምኡ ኣይነበረን ደሓር እዩ እናተረኣየ እናተረኣየ ክኸይድ እዩ ጀሚሩ ስለዚ ካብኡ ዝተወርሰ ክኸውን ይኽእል እዩ ናይ በዓለ ኣብ ናይ ያንገቹ ኣብ በዓል ኮርያ ናብቲ ናይ ጎቦ ጸሎት ኣለዎም ናብኡ ከይዶም ሰባት ይጽልዩ እዮም ግን ኩሉ ሰብ እዩ ዝጽሊ እምበር ጸለይቲ ጥራሕ ዝብሃል ኣይነበረን ናብኡ እውን ካብ ሰማንያታት ንደሓር ግን ብ ክዝውተር ተራእዩ ቅድሚኡ ታሪኽ ክህልዎ ይኽእል እዩ ኣነ ብዝፈልጦ ግን ካብኡ እዩ።
ብመሰረት ኤፌሶን ምዕራፍ ሰለስተ ጥቕሲ ዕስራ፣ ጸሎትና ካብቲ እንሓስቦን እንልምኖን ኣዕዚዙ ዝህበና ብመጠን እቲ ኣባና ዝገብሮ ሓይሊ እዩ ይብል እሞ እዚ እንታይ ማለት እዩ?
ኣባና ዝገብር ሓይሊ ዝብል ቤተ መቕደስ መንፈስ ቅዱስ ኢና። እቲ መንፈስ ቅዱስ ኣባና ኮይኑ እዩ ግብሪ ዝገብር ነዚ ጥራሕ ኣይኮነን ንኹሉ ንብዙሕ ነገር ሕጂ ነቲ ምድሓንና ናብ ምፍጻም ኣቢሉ ክነግረና ከሎ ኣብ ፊልጲ ምዕራፍ ክልተ ቁጽሪ ዓሰርተው ክልተን ዓሰርተው ሰለስተን ከምዚ ኢሉና ኣሎ ደጊም ኣቱም ፍቁራተይ እቲ ምእንቲ ጽቡቕ ፍቓዱ ኢሉ ኣባኻትኩም ድሌትን ግብርን ዝገብርሲ ኣምላኽ እዩ። ኣምላኽ ኣባና ሓዲሩ ድሌት እውን ይገብር እዩ። ክንደልስ ንሱ ነቲ ድሌት ምስ ቀስቀሶ ጥራሕ ኢና ንሕና ኣብ ድሕሪኡ ምላሽ ኢና ንህብ። ኣባኻና ኮይኑስ ድልየት ይገብሪ ነቲ ድልየት ናብ ተግባር ዝቅይሮ ግብሪ እቲ ኢነርጊያ ከኣ ይገብር እዩ ኣምላኽ ብኸምዚ ኢና ብቅድስና ንነብር እዩ ዝብለና ዘሎ ማለት እዩ ኣብ ቆሎሴ ከይድና ክንርኢ ከለና ካብቲ ምዕራፍ ሓደ ብዛዕባ ኣገልግሎት እዩ ዚዛረብ፣ ካብ ቍጽሪ ዕስራን ኣርባዕተን ጀሚሩ ቍጽሪ ዕስራን ትሽዓተን፣ ነዚ ድማ ኣነ ብመጠን እቲ ኣባይ ብሓይሊ ዚገብር ዘሎ ግብሩ እናተጋደልኩ እጽዕር ኣለኹ ኢሉ። ኵሉ እቲ ኣገልግሎተይሲ ውጽኢት ናይቲ ኣባይ ከም መጠን ሓይሉ ግብሪ ዝገብር ዘሎ ሓይሊ ኣምላኽ እዩ ይብል ኣብ ኤፈሶን ምዕራፈ ሰለስተ እውን ተመሳሳሊ ሓሳብ ኣሎና ኣብቲ ብዛዕባ ኣገልግሎት ጳውሎስ ክዛረብ ከሎ ኣብ ቁፅሪ ሸውዓተ ኣነ ከም ግብሪ ሓይሉ ከምቲ እተዋህበኒ ውህበት ጸጋ ኣምላኽ ኣገልጋሊ ወንጌል ኮንኩ ኢሉ ነጊሩና ኣሎ ሕጂ ልክዕ ከምኡ ከኣ እቲ ንጸሎትና ዝሰምዖሲ ብመጠን እቲ ዝተዛረብናዮ ብዝሒ ዘረባ ኣይኮነን ብመጠን እቲ ኣብ ውሽጥና እቲ መንፈስ ቅዱስ ዝገብሮ ሓይሊ እዩ ስለዚ እዩ ናብታ ቅድም ዝበልናዮ ክንምለስ ኣሎና ናብ እግዚኣብሔር ኣቦ ኢና ንጽሊ ብስም የሱስ ክርስቶስ ኢና ንልምን ብሓይሊ መንፈስ ቅዱስ ኢና ንልምን ስለዚ እቲ ጸሎትና ዝሰምዖ ብመጠን እቲ ኣብ ውሽጥና ግብሪ ዝገብር ዘሎ ሓይሊ እዩ ስለዚ እቲ ካብ ናብ ምዝራብ ንላዕሊ ምስ መንፈስ ቅዱስ ከመይ ጌርና ሕብረት ንገብርን እቲ መንፈስ ኣብ ውሽጥና ከመይ ገሩ እቲ ናይ ከም መጠን እቲ ሓይሉ ኢልዎ ዘሎ ግብሪ ኣባና ይገብር ንክንጽሊ እውን ከመይ ገሩ ይድርኸና ናብኡ ገጽና እንተ ምስኡ ሕብረት እንገብረሉ ገጽና እንተ ኣቢልና እቲ ጸሎትና ዝያዳ ዘስልጥ ይኸውን። ብዘይ ንገር እህህታ እውን ክልምነልና ይኽእል እዩ። ብፍቕሪ መንፈስ ኢሉና ከም ዘሎ፣ ብደገፍ እቲ መንፈስ ኢሉና ከም ዘሎ፣ እዚ ኩሉ እቲ ብመንፈስ ቅዱስ ምጽላይ፣ ብመንፈስ ምጽላይ ዝበልናዮ ቅድም ናብኡ ገጹ እዩ ዝወስደና ማለት እዩ።
እወ ምስቲ ኣብ ኣብ ግልና ይኹን ተኣኪብና ምስ ኣሕዋት ኣብ ማሕበር እውን እንገብሮ ምጽኢልና ጸሎትና ልማኖና ዘለና ከም ማሕበር ይኹን ከም ውልቂ ይኹን ዘለና ጉድለታት መጺእና ኣፍስስ ኣፍስስ ናይ ምባል ልምዲ እዩ ዘለና እሞ እዚ ዓቢ ነገር ይመስለኒ ቅድም ምስ መንፈስ ቅዱስ ሕብረት ምግባር ምጽላይ ካብ ኣምላኽ ገለ ነገር ምቕባል ጥራይ ዘይኮነ ምስኡ ሕብረት ናገበርና ንሱ ብዝደረኸልና ድርኺት ክንጽሊ ከለና ካብቲ ንልምኖ ካብቲ ንሓስቦ እምብዛ ኣዕዚዙ ከም ዝገብር ነጊርናሎም እሞ ኣይ ቲንክ ኣብቲ ናይ ጸሎት ሂወት እዚኣ ቁልፊ ኮይና ትስምዓኒ ኣብ ሚስ ዝገበርናዮ ኮይኑ ከኣ ይመስለኒ ማለት እዩ ኣብ ዓንተይ ውን ቁሩብ ጥቕስ ኣቢልካዮ ኔርካ ብፍላይ እኳ ኣብ ኤፌሶን ኣብ ቆሎሴ ኣብ ፊሊጲ ዓበይቲ ጸሎታት ጸልዩ ኣሎ ጳውሎስ ዘገርም ጸሎታት ኣብኡ ንርኢ ኢና ብመንጹር እዚ ጸሎታት እዚ እቲ ሕጂ ኣብ ግልና ይኹን ኣብ ማሕበር እንጽልዮ ጸሎትሲ ከመይ ትግምግሞ?
መብዛሕትኡ ግዜ እቲ ሕጂ እንጽልዮ ዘሎና ጸሎት ወይ ኣብ መዝሙር ዳዊት ንዘሎ ዳዊት ንዝጸለዮ ዓይነት ጸሎት ክንደግም ከለና ይርኣይ እዩ። ሕጂ ዳዊት ክጽሊ ከሎ እግዚኣብሄር ምስ ብሄረ እስራኤል ይኺዳን ነይርዎ ብውልቀ ሰባት ደረጃ ከምዚ ናትና ኣይኮነን ብደረጃ ህዝቢ ብደረጃ ሃገር እዩ እቲ ኪዳን ስለዚ ዋላ ነቶም ፀላእቲ ክዛረብ ከሎ ዋላ ንፀላእቱ ቅተሎም ኢሉ እውን ክልምን ከሎ ንህልውና ወይ ህላዌ ናይቲ ሃገር ስግኣት ንዝኾኑ እውን ዝብል ሓሳብ እዩ ዘለዎ። ስለዚ ከምኡ ዝመሰለ ነገር ክንጽሊ እውን ይረኣይ እዩ። ዋላ ንዕኡ ጠቒስካ ምጽላይ እውን ይረኣይ እዩ። ኣብቲ ሓድሽ ኪዳን ኣብተን መልእኽታት ዘሎ ግን እቲ ጸሎትታት ብምሉኡ ብዙሕ ሽግር ኣይነበሮምን ማለት ኣይኮነን። ነቶም ማሕበራት ብስጋ ዘድልዮምሲ ሽግራት ኣይነበሮምን ማለት ኣይኮነን። ጳውሎስ ከተን ዝጽልየን ዝነበረ ኼባትኸ ኽነግረና ኸሎ ኵላተን ብዛዕባ መንፈሳዊ ሰማያውን ነገራት እየን እተን ጸሎታት። ስለዚ ናብኡ ክንምለስ ይግባእ። ናብኡ እንተ ደኣ ንምለሳሉ ኢና ዄንና ነተን ኣብዚ ምድሪ እዚ ዘድልየና ነገራት ክንጽሊ ኸሎና እውን ሓደ እቲ መንፈስ እውን ኣባና ስለ ዝዓዪ ሓይሊ እውን ስለ ዝህበና ኣብ ርእሲ እቲ ብቃሉ እውን ዝነግረና ኣብ ኣምላኽ ቅቡል ዘይኮነን ቅቡል ዝኾነን እውን ኣብቲ ውሽጢ መንፈስና ሳብጀክቲቭ ዝኾነ እውን ክምስክረልና እውን ይኽእል እዩ እቲ እቲ ብእምነት እንጽልዮ ጸሎት ንገዛእ ርእሱ ዝያዳ ዘስልጥ ክኸውን እውን ይገብረና እዩ ስለዚ ሕጂ ዝያዳ ንናይ ምድርን ንናይ ስጋን ኢና ንጽሊ ኣብቲ ጸሎታትና እቲ ዝቐርብ ኣርእስታት ውን ክንሪኦ ከለና እቲ ዝጽለ ኣርእስታት ውን ክንሪኦ ከለና ከምኡ እዩ በዓል ጳውሎስ ግና ንዕኡ ክጽልዩ ከለዉ ብዙሕ ኣይንሪኦም ኢና of course ተኣሲሩ ከሎ ንኽፍታሕ ጸልዩ ኢለይ ኢሉ ንረኽቦ ኢና ካብኡ ሓሊፉ ግን ዋላ ንዕኡ ክጽልየሉ ከሎስ ነቲ ወንጌል ብትብዓት ከምቲ ዝግብኣኒ ገይረ ክዛረብ ጸልዩለይ ክብል ከሎ ኢና እንርእዮ ዝያዳ ኩሉ። ስለዚ እቲ ጸሎትና ቁሩብ ይፍለ እዩ ካብቲ ኣብ ሓዱሽ ኪዳን ዘሎ። ናብኡ ከኣ ኢና ክንምለስ ዝግባእ።
ጸሎት ተይልና መቸም ጾም ውን ንብል ኢና። ብዙሕ ግዜ ጾምን ጸሎትን ንገብር ኢና ከም ግሊ ከም ማሕበር። ተራ ጾም ኣብ ጸሎት እንታይ እዩ? ስለምንታይ ኢና ንጸውም? መንፈሳዊ ረብሓልስ ኣለዎ ድዩ? ቅድም ንጾመሉ ዋና ምኽንያት ንገዛእ ርእስና ናብ ፍቓድ ኣምላኽ ክንግዛእ ምእንቲ ከኽእለና እዩ። እሱ'ዩ እቲ ዋና እቲ ነገሩ። እቲ ጾም ንጸውም ኣለና እንተደኣ ኮይንና'ሲ፣ ብዛዕባ እቲ ኣምላኽ ዝደልዮን ዘይደልዮን ክንፈሊ ንደሊ ኣሎና ማለት እዩ። ስለዚ እቲ ክንጸውም ነጊሩና ስለ ዘሎ መጽሓፍ ቅዱስ ይጽልሙ ይጾሙ ከም ዝነበሩ ከኣ ነጊሩና ስለ ዘሎ ክንጸውም ይግባእ። ግን ጾም ንኣምላኽ ማኑፕሌት ንገብረሉ ከም ዝኾነ ጌርና ክንወስዶ ከለና ግን ዓቢ ጌጋ ኢና ንገብር ዘሎና ኣክቹዋሊ እቲ ቀንዲ ኣምላኽ ዝሰምዓናስ ብእምነት ክንጽሊ ከለና እዩ ፍቓዱ ፈሊጥና ከም ፍቓዱ ክንጽሊ ከለና እዩ ብ ስለ ዝጾምና ኣይኮነን እቲ ምጻምና ግን ንዓና ግን እንታይ ይገብረና እዩ እቲ ናይ ስጋ ዘበለ እቲ ስጋዊ ነገር ብዛዕብኡ ኣብ ክንዲ ነብልሲ ድልየቱ ዘበለ ኹሉ እንዳኸልከልና ነቲ ስጋና ናብቲ ንኣምላኽ ንኽንግዛእ ይሕግዘና እዩ። ነቲ መንፈሳዊ ነገራት ከኣ ሃወስቲ ክንከውን እውን ይሕግዘና እዩ። ኸነለሊ ኩሉ እቲ ናይቲ ስጋታትና ድልየታት ኽግዛእ ይሕግዘና እዩ። እዚ ብዝገበርና መጠን እቲ መንፈስ ቅዱስ ንኽሕግዘና ንኽመጽእ እውን ክሕግዘና ይኽእል እዩ። ብቐሊሉ ነቲ ስጋና ናብቲ ፍቓድ ኣምላኽ ነግዝኦ ስለ ዘሎና እዩ። ከምዚ ማጂክ ዝኾነ ስለ ዝጾምና ንኣምላኽ ኢዱ ጥውይ ኣቢልና ገለ ከም ንረክብ ጌርና ግን ክንሓስቦ የብልናን። መተካእታ ፍቓድ ኣምላኽ ምፍላጥን መተካእታ እምነትካ ምዕባይን ከኣ ክኸውን ኣይክእልን እዩ ብፍጹም። መተካእታ እቲ ብሓይሊ መንፈስ ቅዱስ። ምጽላይ ውን ክኸውን ኣይኽእልን እዩ። ዝያዳ ጾም ንዓና እዩ ዝገዝኣና። ምናልባሽ ኣብ ገለ ገለ ከኣ ርእስና ነዋርድ ከም ዘለና፣ ኣብ ቅድሚኡ ንኣምላኽ ትሕት ንብል ከም ዘለና መርኣዪ ውን ክኸውን ይኽእል እዩ ማለት እዩ። ምስ ጾም ተተሓሒዙ ኣብ ሓደ ክፍሊ መጽሓፍ ቅዱስ ደቀ መዛሙርቱ የሱስ ኣብ ከረን ከሎ ደቀ መዛሙርቱ ብ ታሕቲ ከለዉ ኣጋንንቲ ከም ዘይወጸሎም እሞ ምስ ሓተትዎ እዚ ከምዚ ዝበለ ዓሌት ብዘይ ጾምን ጸሎትን ኣይወጽእን እዩ ኢልዎም እሞ ምስ ጾም ኣተሓሒዝካ ዓንቶይ ናይ ኣይ ቲንክ ኤፌሶን ግብረ ሃዋርያት ዓሰርተ ትሽዓተ ጠቒስካ ብስም የሱስ ከም ዘውጽኦ ጳውሎስ ተዛሪብካ እሞ እዚ ነጋንንቲ ምውጻእ ምስ ብዘይ ጾምን ብዘይ ጸሎትን ምባሉሲ ሓደ ሓደ ግዜ ኣጋንንቲ ክነውጽ ክንደሊ ከለናሲ ክንጸውም ኣለንና ድዩ ደስምዓና ደሎ። ብጣዕሚ ጽቡቅ ሕጂ ጽብቅቲ ሕቶ ኣምጺኪ ኣለኪ ናብቲ ምዕራፍ ዓሰርተ እሞ ንኪድ ወንጌል ማቴዎስ ኣብ ቁጽሪ ሓደ ክነግረና ከሎ ነቶም ዓሰርተው ክልተ ደቀ መዛሙርቲ ጸዊዑ ንርኹሳት መናፍስቲ ከውጽእዎምን ንብዘሎ ሕማምን ድናሰን ከሕውዮን ከሕውዩን ስልጣን ሃቦም ኢሉና ኣሎ። እጂ ኣብዚ ዝኾነ ይኹን እዚኣስ ጉድለት ትርከባ ኢያ ብዘይ ጾም ምሳይ ትብል የብልኣ ይብል ስልጣን ክህቦም ከሎ ምሉእ ስልጣን ኢዩ ሂብዎም። ነዚኣ ከምታ ዘላታ ሒዝናያ ናብቲ ምዕራፍ ዓሰርተው ሾብዓተ ከይድና ክንሪኦ ከለና ከምዚ ኢሉ ኣሎ ቁፅሪ ዕስራ የሱስ ከዓ እምነትኩም ስለ ዝጎደለት ብሓቂ ብሓቂ ኣብለኩም ኣለኩ ክንዲ ፍረ ኣድሪ እትኣክል እምነት እንተ ኣልያትኩም ነዚ ከረን ድማ ካብዚ ናብቲ ኣግልስ ትብልዎ ንሱ ከኣ የግልስ ዝሰኣነኩም ውን የልቦን ኢሉ ስለዚ ዜውጽዎ ምክንያት Still እታ ስልጣን ሂበኩም ኣለኹ ትብልስ እታ እምነት ኣብታ ቦታኣ ስለዘየላ ጎዲላ ኣላ ኢልዎም ኣሎ። ደሓር እዚ ከምዚ ዝበለ ዓሌት ግና ብዘይ ጾምን ጸሎትን ኣይወጽእን እዩ በሎም ይብለና ኣሎ። ሕጂ እታ እምነት ክትጎድል ከላ ብሓንቲ ትእዛዝ ኣብ ክንዲ ዝወጽእ መዓልታት ክወስደልና ይኽእል እዩ እቲ ንምውጽኡ ማለት እዩ። ሕጂ እቲ ዋና እቲ ነገሩ እታ እምነት ስለዝጎደለት እያ ኢልዎም ኣሎ ካብቲ መጀመርታ ስለምንታይ ዘየውጻእናዮ? ኣቀኣቀዲሙ እታ እምነት ስለ ዝጎደለት እያ ስለዚ እቲ እምነት እና ተሃንጸን እናሓየለን እናበርትዐን ክኸይድ ከሎ እቲ ዝተውሃበና ስልጣን ኣጸቢቕና እናፈለጥናዮ ኮንሽስ እናኾንና ንኸይድ ይወጽእ እዚ ኣብ ዘይኮነሉ ግዜ ግን ግዜ ክንወስድ ከድልየና እዩ ማለት እዩ ንጸውም ኢና ንጸሉ ኢና ከምዚ ጳውሎስ ዝበሎ ብስም የሱስ ውጻእ እዘካ ኣለኹ ምስ በሎ ሽዑ ሽዑ እዩ ወጺኡ ኣብ ክንዲ ከምኡ ዝኸውን መዓልታት ክወስደልና ይኽእል እዩ ስለዚ ኮንሸስ ነቲ ናይ ኣምላኽ ነገር ኮም እንቲ ክኸውን እቲ ስጋና እቲ ጾም ይሕግዘና ኣሎ ንዓና ግን እቲ ዘይወጸሉ ዘሎ ዋና ምኽንያትሲ ብጾም ጥራይ ዝወጽእ ስለ ዝኾነ ኮይኑ ዘይኮነስ እምነትና ጉድለት ስለ ዝተረኽባ እያ።
እቲ ከመይ ጌርና ኢና ንኣምን ከመይ ጌርና ኢና እምነታ ንዕብያ ንብል ካልእ ቃለ መሕትት ስለ ዘለና ኣብኡ ክንዝርዝሮ ኢና። እታ ጾምን ጸሎትን ንግበር ዝብለና ዘሎ ብዚኣ ግን ንርእስና ሓይሊ ንኽንረክብ ኢና ማለት ድዩ? እወ ንርእስና ኢና ሓይሊ ንረክብ እምበር እቲ ጾም ነቲ መንፈስ ኣይኮነን እቲ ዘውጾ እቲ ጾም ኣይኮነን ከውጾ ወይ ስለ ዝጾምና ኣይኮነን ሰይጣን
ኣብ ርእሲኡ ሓይሊ ዝህበና ሓይሊ ዝህበናስ እታ ስልጣን ሂበኩም ኣለኹ ዝብል እታ የሱስ ክርስቶስ ዝሃባ ስልጣን እያ ማለት እያ ሕጂ እታ ጉድለት እምነት ነቲ ስልጣንሲ ከምቲ ዝሃበና ጌርና ምስ ህይወትና ኣየወሃሃድናዮ ኢና ኣለና። ስለዚ ከም ቃል ሰሚዕናዮ ኣለና፣ ከም ናብራ ግን ኣይኮነን ዘሎ። ስለዚ ሽዑ ክንጸውም ከሎና ምውጻእ እውን ይኣብየና ስለ ዘሎ፣ ክንጸውም ከለና ግዜ ክንወስድ ከለና ወይ ምልላይ መናፍስቲ ክመጽእ እዩ ወይ እታ ናይ እምነት ውህበት ክትመጽእ እያ ወይ ከኣ ንሕና እውን ብቲ ቃል ኣምላኽ እናበልና ሳይ እናበልና እቲ እምነት ናብቲ ግዜት እውን ከነበርትሖ ኢና ስሪሑ ይወጽእ ማለት እዩ ስለዚ ዋና እታ ሳይ ግን እምነትኩም ስለ ዝጎደለት እያ ዘይብላ እንተትኸውን ማቴዎስ ምዕራፍ ዓሰርተ ሸውዓተን ምዕራፍ ዓሰርተን ምተገራጨወ ነይሩ። ሕጂ ግን እታ እምነትኩም እምነትኩም ስለ ዝጎደለት እያ ብምባሉ እታ ስልጣን ሂበኩም እየ ዝበላስ ጉድለት የብላን ኣብኣ ከላ ትዓዪ እያ ግን ምስ ጉድለት ዘይብላ እምነት እያ ትዓዪ።
ኣብ ጸሎታትና ሓደ ጎሊሑ ዝርኣ ምስ ሰይጣን ምውጋእ ዝበሃል ዝተሓሓዝ ጸሎት እዩ። ንውሕ ዝበለ ግዜ ወሲድና ድማ ኢና ንገንሕ። ብዙሕ ዓይነት ቃላት ንጥቀም። እዚ ብመጽሓፍ ቅዱስ ዓይኒ ከመይ ትሪኦ?
እቲ ቅድም እቲ መጽሓፍ ቅዱስ ቅልስ እዩ ዝብለና ኣብ ኤፌሶን ውግእ ኣይኮነን ዝብለና ኣብ ካልኣይ ቆሮንቶስ ምዕራፍ ዓሰርተ ውግእ ይብለና እዩ ውግእ ክብል ከሎ ቅልስ ክብል ከሎ ናይ ስፖርተኛታት ቃል እዩ ዝጥቀም ዘሎ ኣትሌትስ ኣጎናዝኦ ትብል ቃል እንድያ እቶም ኣትሌትስ ኣብቲ ናይ ሮሜ ዘሎ ኣሬና ኣብኡ ከይዶም ዝገብርዎ ውድድር ቃልሲ እዩ ዝነግረና ዘሎ ማለት እዩ። ውግእ እንተድኣ ኮይኑ ክቐትለካ እውን ይኽእል እዩ ማለት እዩ። ስለዚ ኣብኡ ከይድና ክንርእዮ ከለና እቲ ሰይጣን ዝመጸሉ ዋና ምኽንያትሲ ካብቲ ክርስቶስ ብሞቱን ብትንሳኤኡን ዝሃበና ቦታ ዓወት ካብ ከልቅቐና እዩ ዝመጽእ። ንሕና ክንቃለስ ከለና ከኣ መንነትና ፈሊጥና ኣይልቅቕን ቦታይ፣ ኢልና ኢና ንቃለስ ሕጂ እቶም ኣጽዋራት ኣብኡ ተዋሂቦምና ኣለዉ እቶም ኣጽዋር ውግእ ካብኣቶም ሓንቲ'ያ እነጥቅዓላ እሳ ውን እቲ እስራኤላውያን ሮማውያን ዝጥቀምሉ ኣባና እውን እዞም ኣብዚ መታሕት እዞም ዝጥቀምሉ ሴፍ ተራ ሪእናዮ ተስዓን ገለን ካብ ሚእቲ ይከላኸሉላ እዮም ሴፍ ክመፅእ ከሎ ስለዚ ከም ገለ ክፉት ክረኽቡ ከለዉ እዮም ዘጥቅዕሉ ማለት እዩ ስለዚ እቲ እታ ነታ ኤፌሶን ብትኽክል ክንርድኣ ተደኣ ኮይና ኣብ ቁጽሪ ዓሰርተ ክንጅምር ኣለና፣ ብጎይታን ብጽንዓት ሓይሉን በርትዑ። ሰፊሕ ሓሳብ ኣለዎ። ኣብኡ እንተደኣ ኮይና ዘይንለቅቕ ካብ ቦታና ካብቲ ክርስቶስ ዝሃበና መሰልናን መንነትናን ዓወትናን ካብኡ ዘይንለቅቕ ኮይንና ኢና ክንቃለስ እቲ ዝነግረና ማለት እዩ። ስለዚ ምስ መናፍስቲ ምቅላስ ትብል ሓሳብ ሓንቲ ኣብኣ እያ ዘላትና። እታ ውግእ ትብል ኣብ ካልኣይ ቆረንጦስ ዘሎ ግን ኣብ ኣእምሮ ንዝመጽእ ሓሳብ ንምፍራስ እዩ። ስለዚ ሰይጣንሲ ከምዚ ብካልእ መገዲ ኣይኮነን ዝዋግኣና ሓሳባት እዩ ናብ ኣእምሮና ዘቐምጥ ማለት እዩ። ኣብ ኣእምሮና ከቐምጥ ከሎ እቲ ሓሳባት ከኣ ምስ ፍልጠት ኣምላኽ ዝጻረር ልዕል ዝበለ ሓሳባት እዩ ዝህበና ሕጂ ንዕኡ ብቃል ኣምላኽ ጥራሕ ኢና ከነፍርሶ እንኽእል ክንግስጾ ስለ ዝወዓልና እቲ ሓሳብ ካብ ኣእምሮና ኣይወጽእን እዩ ንዕኡ ዝትክኦ ካልእ ሓሳብ ብምትካእ ጥራሕ ኢና ክንስዕሮ እንኽእል እቲ ሕጂ ዝረኣይ ዘሎ ምስ ሰይጣን ንገብሮ ምዝራብ ብዙሕ ሰዓታት መጽሓፍ ቅዱሳዊ ኣይኰነን። የሱስ ክርስቶስ ከምኡ ኺገብር ከሎ ኣይተራእየን። እቶም ሃዋርያት ኣብ ግብሪ ሃዋርያት ኣይንረኽቦን ኢና። ኣብ ታሪኽ ቤተ ክርስትያን እውን ኣይነበረን ክሳዕ ኣብዚ ቐረባ ግዜ እዩ እሞ ትጽሊ ዘለኻ እናመሰለካስ ከይጸለኻ ንኽትመጽእ መጋገዪኻ እዩ ካብቲ መስመር እዩ ዘውጽኣና ዘሎ ስለዚ ክንጽሊ ከለና ምስ ኣምላኽ ሕብረት ምግባር ኢልና ክንጅምር ከለና ከም ዝበልናዮ ዕላማና ምስ ኣምላኽ ክንራኸብ ናብ ኣምላኽ ክንኣቱ ኣብ ቅድሚ ኣምላኽ ከነብል እዩ ስለዚ ይዋጋኣና ከም ዘሎ ወይ ገለ ነገር ይገብር ከም ዘሎ እንተ ደኣ መሲሉ እንተ ደኣ ተራእዩና ወይ እቲ መንፈስ ብዝኾነ ይኹን እንተ ደኣ ኣቢሉና ብስም የሱስ ክርስቶስ ክንገንሖ ንኽእል ኢና። ፈጺምና እሱ ክንገብር የብልናን ማለት ኣይኮን። ኩሉ ጸሎትና ግን ክተሓዝ ኣይግብኦን እዩ። ኣጋንንቲ ከኣ ከነውጽኦም ኣይንኽእል ኢና ማለትሲ ኣብዚ ንጽሊ ኣለና እንተ ደኣ ኮይንናስ ኣብዚስ ከይ ከይህልዉ ክንገብሮም ኣይንኽእልን ኢና። ከይቆጻጸሩናን ከይመልኩናን ክንገብሮም ጥራሕ ኢና እንኽእል። ኣብ ቤተ ክርስትያን ዘየለዉ ክኾኑ ክንገብሮም ኣይንኽእልን ኢና። ክህልዉ እዮም፣ ኣብኡ ይመጹ እዮም። ኣይመጹን እዮም ማለት መላእኽቲ ኣምላኽ ኣለዉ፣ ኣጋንንቲ ይመጹ እዮም፣ ኣብ ዝኾነ ይኹን ኣብዛ ዓለም እዚኣ ክሳዕ ዘሎናሲ ኣብቲ ከባቢ ክህልዉ እዮም፣ ኣባና እዮም ስልጣን ዘይብሎም፣ ዘይዓዩ ክኾኑ ኢና ክንገብሮም። እንኽእል ዝያዳ ከይዘይዓዩ ካብቲ ንገብረሉ ሓደ መንገዲ ኻስ ምስ ኣምላኽ ጥዑይ ሕብረት ምግባር እዩ። እቲ ጸሎትና ኸኣ ምስ ኣምላኽ ጽቡቕ ርክብን ሕብረት ክህልወናን እዩ ዘብለና። ስለዚ ካብ ጠቕሙ ጉድኣቱ እዩ ዝበዝሕ እዚ እንገብሮ ዘሎና ጠባሪ እዩ የታልለና እዩ ዘሎ ካብ መስመር ከኣ የውጽኣና ኣሎ የጋግየና ኸኣ እዩ እንተተኣረመ እዩ እቲ ዝሓይሽ።
ኣብኣ ምስ ኣተሓሒዝካሲ ክንዋጋእ ከለና እውን ንጥቀመሎም ቃላት ኣለና ክንገንሕ ከለና ማለት እየ ናብ መዓሙቕ ኪድ ናብ ጥልቂ ኪድ ገሌና ኣጻርረካ ኣለኹ ገሌና ኣስረካ ኣለኹ ገሌና እውን ንክትዛረቦ ብዙሕ ዘየድፍር ብዙሕ ቃላት ተጠቂምና ኢና ምስ ሰይጣን ንዋጋእ እሞ ከመይ ትርእዮ እዚ ብመጽሓፍ ቅዱስ ከመይ ጌርና ኢና ንገንሕ ክንገንሕ ከለና ውን ክንቃወም እንተ ኾይንና ውን። እቲ ምእሳር ዝብል መጽሓፍ ቅዱሳዊ እዩ እቲ ኣብ ማቴዎስ ዓሰርተ ሽዱሽተ ውን ነጊሩና ኣሎ ኣብ ማሪቆስ ውን ምዕራፍ ሰለስተ ይመስለኒ ውን ነጊሩና ኣሎ እቲ ምእሳር ክበሃል ከሎ እንታይ ማለት እዩ? ከምዚ ገመድ ጌርና ከምዚ ንኣስሮ ኢና ማለት ኣይኮነን። ከይሰርሕሲ ደረት ንገብረሉ ኢና ማለት እዩ። ነቲ ስርሑ እሱ እዩ እቲ እዚ ከኣ ስልጣን ምስ ዝህልወና እንታይ መሰል ተዋሂቡና ከም ዘሎ ምስ እንፈልጥ ኢና ክንገብሮ ንኽእል ደኣ እምበር ከምቲ ዓንተወይ እውን ዝበልናዮ ብብዝሒ ድምጽና ዓው ብምባል ወይ ብምጭራሕ ወይ ብምጭዳር ኣይኮነን። እቲ ናብ መዓሙቕ ኣይከዱን እዮም። ናብ መዓሙቕ ዝኸዱ ኣብታ ናይ ሽሕ ዓመት መንግስቲ ክኸውን ከሎ እዩ ተነጊሩና ኣሎ ኣብ ራእይ ምዕራፍ ዓሰርተ ትሽዓተ ብ ራእይ ምዕራፍ ዕስራ። ቅድሚኡ ናብ መዓሙቕ እቶም ኣብ ጣርጣሮስ ዝተኣሰሩ ኣለዉ ንሳቶም ኣብኡ ተኣሲሮም እዮም ዘለዉ ኣይወጹን እዮም። እቶም ተፈቲሖም ዘለዉ ከኣ ተፈቲሖም እዮም ዘለዉ ኣብዛ ምድሪ እዚኣ እዮም ክህልዉ ክሳዕ እቲ መወዳእታ ዓለም። ስለዚ ናብኡ ዝኸይድ የለን። ናብኡ ኺዱ ብዝበልና ቍጽሪ፣ ደናቑር ምዃንና ብቲ ፍልጠት ኣምላኽ ባዕልና ኢና እንነግሮም ዘለና። ስለዚ፣ ሓንሳእ እዚ ምስ ነገርናዮም፣ ኪጻወቱልና ዘለዎም ደገን ዕድልን ስለ ዝሃብናዮም፣ ዝያዳ እዮም ስታይ ዘብሉና። ስለዚ፣ ናብ መዓሙቝ ኣይኸዱን እዮም ክንብል ኣይግባእን እዩ ስለዚ ኢና ክንመሃር ዝግባኣና መብዛሕቱ እቲ ጸሎትና ካብ መጽሓፍ ቅዱስ እንታይ እዩ ዝብል ተበጊስና ብፍልጠት ኣብ ክንዲ ዝኸውን ካልኦት ክገብርዎ ዝረኣናዮ ወይ ዝሰማዕናዮ ብምስዓብ እዩ ዝኸውን ከምኡ ስለ ዝኸውን ንሽገር እሞ ድሕሪ ዝተወሰነ ግዜ ከኣ ዝእርመና ተተረኸበ እውን ምስማዕ ንስእን ማለት እዩ። ስለዚ እሱ እቲ ጸገሙ ክንጽሊ ከለና ምስ ኣምላኽ ሕብረት ክንገብር ምዃኑ ዕላምኡ ፈሊጥና ክንጽሊ ይግባእ ናብኡ ዓሊምና ከኣ ኢና ክንመጽእ ዝግባእ። ብጸሎት ንመርሕ ኣሎና እንተ ደኣ ዄንና፣ ሓደ ሰብ ዝመርሕ ኣሎ እንተ ደኣ ዀይኑ እውን፣ ነቲ ሰብ ኵሉ ኼጸልዮ እዩ ዝግባእ። ንሱ ስቕ ኢሉ ኺዛረብ ኣይኰነን ዝግባእ። ነቲ ሰብ ጸል ከመይ ገይሩስ ናብቲ ጸሎት፣ ናብቲ ምስ ኣምላኽ ሕብረት ዚህልወሉ ናብኡ ኸመይ ገይሩ ኸም ዚኣቱ፣ እሱ እዩ እቲ ኺገብር ዚግብኦ። እሱ እንተ ደኣ ዀይኑ፣ ብድሕሪኡ ቀሊል እዩ ዚኸውን፣ እቲ ጸሎትና እውን። ኣድላይ ተደኣ ኮይኑ ሽዑ ናብ ናይ ምምላድ ጸሎት መንፈስ ቅዱስ ባዕሉ ክወስደና እዩ ኣብቲ ሕብረት ምስ ኣምላኽ ምስ ኣተና እቲ መንፈስ ናብኡ ስለ ዝወስደና ኣብኡ ምስ ኣተና ውን እቲ ጸሎትና ውን መስለጢ እዩ እዩ ዝኸውን ማለት እዩ።
ኣብዚኣ ሕጂ ዝበልካያ ግን ዝለዓል ሓሳብ ኣሎ የሱስ ነቲ ኣብ መቓብር ዝነበረ ወዲ ወይ ሰብኣይ ኣጋንንቲ ምስ ኣውጽኣሉሲ ናብቶም ሓሰማ ክኸይድ ከምዚ ለመንዎ። ናብ ጥልቂ ከይንኸይድ ከም ዝበልክዎ ከም ዝበልዎ ካብኣ ተበጊስና ንጥልቂ እምበኣር ክንሰድድ ንኽእል ኢና ዝብል ሓሳብ እውን ኣሎ እሞ ነዚ ብኸመይ ትምልሶ? የሱስ ክርስቶስ ናብ ጥልቂ ሰዲድዎም እንተዝኸውን ክንሰድድ ንኽእል ኢና ምበልና። ሕጂ ንሳቶም ኣብ መወዳእታ ናብኡ ክኸዱ ምዃኖም ፍልጠት ኣለዎም እቶም ኣብኡ ጥራሕ ኣይኮነን ኣብ ካልእ ግዜ እውን ከምኡ ኢሎምዎ ኣለዉ። ናብ መዓሙቕ መወዳእትኦም ናብ መዓሙቕ ክኸዱ ምዃኖም ፈሊጦም ኣለዉ። ፍርዶም እንታይ ምዃኑ ፈሊጦም ኣለዉ። ሕጂ ኣብቲ ኣብቲ ካልእ ክዛረቡ ከለዉ ቅድሚ ግዜኡዶ ከተሳቕየና መጺእካ ኢሎምዎ ኣለዉ። ዋላ እቲ ግዜኡ እውን ኣበየናይ ግዜ ኣቢሉ ከም ዝኸውን እቲ ኤግዛክት ሰዓት እኳ እንተዘይፈለጡ ግምት ኣለዎም። ስለዚ። የሱስ ክርስቶስ ናብ መዓሙቕ ኣይሰደዶምን፣ ግዜ ኣለዎ ናብኡ ዝኸድሉ። ጳውሎስ ኣይሰደዶምን፣ ዮሃንስ ኣይሰደዶምን፣ ጴጥሮስ ኣይሰደዶምን፣ ናብኡ እንሰደሉ ምኽንያት የብልናን። ስለዚ ሰዲድዎም እንተዝኸውን የሱስ ክርስቶስ ኣሰሩ ስዒብና ምበልና። ግን ከምኡ ዝመሰለ ኣይገበረን የሱስ ክርስቶስ። ንሳቶም እዮም ስግኣቶም ናብኡ ከይሰዱ ክዛረቡ ከለዉ ጥራሕ ኢና ሰሚዕናዮም ዘለና ማለት እዩ።
እዚኣ ናይ መጠረሻ ሕቶና እያ። ሕራይ።
ኣብ ግዜ ጸሎት ብፍላይ ኣብ መድረኻትና ቤተክርስትያን ብተደጋጋሚ ዝረኣ ነገር ብደም የሱስ ምሽፋን፣ ደም የሱስ ምንጻግ ንሓለዋ ምጽዋዕ ደም የሱስ ይርኣ ኢዩ። እዚ መጽሓፍ ቅዱሳዊ ኣጠቓቕማ ናይዚ ደም የሱስ ከመይ ኢዩ? ከምቲ ንሕና ንጥቀመሉ ዘሎ ድዩ ወይስ ካልእ ኢዩ?
መጀመርታ እቲ ደም ዝብል ሕጽር ብዝበለ እንተ ክንገልጾ ኮይና ኣብ ክንዲ ሂወትካስ ሂወቱ ዝሓለፈ ዝሞተ ማለት እዩ። ስለዚ እቲ ብዛዕባ የሱስ ክርስቶስ ክንዛረብ ከለናሲ ክልኤ ባህሪ እዩ እንዲና ንብል። እቲ ናይ ሰብ ባህሪ ውሱን እዩ። ካብቲ ሓደ ውሱን እዩ ክበሃል ከሎ ኣብ ኩሉ ቦታ ክነብር ኣይክልን እዩ። ኣብ ጎልጎታ ፈሲሱስ ኣብ ሰማይ ክኸይድ እውን ኣይኽእልን እዩ። ንሕና ኣብዚ ኣብ ኣመሪካ ኮይንና ኣብ ኣፍሪቃ ኣብ ከምኡ ኣብ ኩሉ ክንጸግ ዝኽእል እንተ ኮይኑሲ ኣብ ኩሉ ቦታ ዝርከብ እዩ እሞ እቲ ደሙሲ ኣምላኻዊ ባህሪ ኣለዎ ክንብል ኢና። የሱስ ክርስቶስ ሕጂ በቲ ናይ ሰብ ባህሪኡ ናብ ሰማይ ዓሪጉ ኣብኣ እዩ ዘሎ። ኣብ ግብረ ሃዋርያት ምዕራፍ ክልተ ምዕራፍ ሰለስተ ካብ ቁጽሪ ዓሰርተው ትሽዓተ ንደሓር ተነጊሩና ዘሎ እቲ ኩሉ እቲ ትንቢታት ክሳዕ ዝፍጸም ስሰማይ ክትቅበሎ ይግባእ እዩ ኢልና ሽዑ ከኣ ተመሊሱ ክመጽእ እዩ ማለት እዩ በቲ ኣምላኻዊ ባህሪኡ ግን ኣብ ኩሉ ቦታ ስለ ዝርከብ ኣብ ኩላትና ኣሎ። ስለዚ እቲ ፐርሰን ግን ኣምላኽ ሰብ ስለ ዝኾነ ክመውት ከሎ ሓንሳእ ንሓዋሩ ንኹላትና ደቂ ሰባት ዝኸውን ዋጋ ክብሪ ዘለዎ ቫልዩ ዘለዎ ሞት እዩ ሞይቱልና ማለት እዩ። ስለዚ እቲ ነፍሲ እቶም ህይወትሲ ኣብቲ ደም እዩ ዘሎ ክብለና ከሎሲ ደም ስቅ ኢሉ ስለ ዝፈሰሰ ጥራሕ ኣይኮነ ሙማት እዩ ዝነግረና ዘሎ ስለዚ እቲ ደም የሱስ ዝብል ወይ ከዓ እቲ ደም ናይቶም እንስሳታት ዝብል ፊገረቲቭሊ ሞት እሞ ኸኣ ተቐቲሉ ንዝሞተ ሞት መርኣይት ክትኮነና ካብዚኣ ክብገስ እየ እሞ ደሓር ቁርበ ኣብ ዘፍጥረት ምዕራፍ ትሽዓተ ቁጽሪ ሓሙሽተን ሽዱሽተን እቲ ነፍስኹም ዘለዎ ደምኩምሲ ኣነ ክደልዮ እየ ካብ ኢድ ኩሉ ኣራዊት ክደልዮ እየ ነፍሲ ሰብ ድማ ካብ ኢድ ሰብ ካብ ኢድ ሓዉ ክደልዮ እየ ኣምላኽ ንሰብ ብመልክዑ ገይርዎ እዩ እሞ እቲ ደም ሰብ ዘፍስስ ደሙ ብሰብ ክፈስስ እዩ ደም ሰብ ዘፍስስ ክብለና ከሎ ሂወት ሰብ ዝቀትል ማለት እዩ ሕጂ ኣብቲ ባህልና ስለ ዘይተኣቢልናዮ ሰብ ንዝቐተለልካስ ደም ኣሎና ኢኻ ትብል፣ በዓል ደም እየ ኢኻ ትብል፣ ህይወት ቀቲሉልና እዩ ማለት እዩ። ሕጂ እቲ እዚ ከም ዝኾነ እቲ ትርጉሙ ሓንሳእ ምስ ተረዳእናዮ ብድሕሪኡ፣ መስዋእቲ ክቐርብ ከሎ ደም ናብ ሰብ ዝተነጽገ ኣብ ብሉይ ኪዳን ሓንሳእ ጥራይ ካልእ ኣብ ካልእ ቦታ ብፍጹም ኣብዚ ንሽሕን ሓሙሽተ ሚእትን ኣከባቢ ግዜ ዝጸንሐ ስርዓት መስዋእቲ ናብ ሰብ ዝተነጽገ ኣይንሪኦን ኢና ኣብ ዘጸኣት ምዕራፍ ዕስራን ኣርባዕተን ካብ ቁጽሪ ኣርባዕተ ክሳዕ ሸሞንተ ዘሎ ከይድና ክንሪኦ ንኽእል ኢና። ሙሴ ድማ ንኹሉ ቃል እግዚኣብሄር ጸሓፎ፣ ንጽብሒቱ ኸኣ ኣንጊሁ ተንሲኡ ኣብ እግሪ እቲ ኸረን መሰውኢ ነቶም ዓሰርተው ክልተ ነገድ እስራኤል ድማ ዓሰርተው ክልተ ሓወልቲ ሰርሐ። ካብ ደቂ እስራኤል ከኣ ኣጕባዝ ዚሓርር መስዋእቲ ኺስውኡ፣ ካብ ዝራብዓት ድማ ንእግዚኣብሄር መስዋእቲ ምስጋና ኬቕርቡ ሰደደ። ሙሴ ድማ ፈረቓ እቲ ደም ወሲዱ ኣብ ጭሕሎታት ገበሮ፣ ፈረቓ እቲ ደም ከኣ ናብ መሰውኢ ነጸጎ። ነቲ መጽሓፍ ኪዳን ወሲዱ ድማ ኣብ እዝኒ እቶም ህዝቢ ኣንበቦ። ንሳቶም ከኣ፣ እግዚኣብሄር ዝበሎ ዅሉ ንገብር፣ ንእዘዝ ድማ በሉ። ሙሴ ኸኣ ነቲ ደም ወሲዱ ናብ ህዝቢ ነጸጎ እሞ፣ እቲ ደም ኪዳን እግዚኣብሄር ብዅለን እዘን ቃላት እዚኣተን እዚኤን ምሳኻትኩም ዝገበሮ እንሆ በሎ ይብለና። ኣብ ክልተ ቦታ ነጺግዎ ኣሎ፣ ሓደ ናብቲ መሰውኢ ነጺግዎ ኣሎ። እቲ መሰውኢ ንእግዚኣብሄር እዩ ወኪሉ ዘሎ፣ ካልኣይ ከኣ ናብቶም ሰባት ነጺግዎ ኣሎ። እዚ እቲ ኪዳን ክጽምበል ከሎ፣ Inaugurated፣ ክኸውን ከሎ፣ እቲ ኪዳን ከም ማሕተም ከምዚ ፌርማ ሕጂ ንሕና ኪዳን ክንገብር ከለና እንገብሮ ማሕተም ናይቲ ኪዳን እዩ እቲ ደም ምንጻግ ናብቶም ሰባት ናብቲ መሰውኢ ክንጸግ ከሎ እግዚኣብሄር በዚ ተቐይደሲ ነዚ ኪዳን ክሕልዎ እየ እዩ ዝብል ዘሎ። ኣብዚ ኣይተነግረናን ኣሎ። ኣብ እብራውያን ናብቲ መጽሓፍ እውን ከም ዝተነጽገ ተነጊሩና ኣሎ። ናብቶም ሰባት ከኣ ደጋጊም እዩ ከምዚ ብድርኡ ኣንቢቡሎም፣ እወ ክንእዘዝ ኢና፣ በዚ ኪዳን እዚ ንቕየድ ኢና ኢሎሞ፣ ንጽባሒቱ እውን ኣንቢቡሎም በዚ ንቕየድ ኢና ኢሎሞ። ስለዚ ናብ ሰብ ምንጻግ በቲ ኺዳን ቅዩድ ምዃንካ ዘርኢ ደኣ እምበር ንኻልእ ነገር ኣይኰነን። ብድሕሪኡ ናብቲ ቅድስተ ቅዱሳን ክንጸግ ከሎ፣ ናብ ካልእ እውን ክንጸግ ከሎ ደኣ እምበር ናብ ሰብ ክንጸግ ኣብ ምሉእ ታሪኽ ናይ እስራኤል ኣይንረኽቦን ኢና። ናብቲ ቅድስተ ቅዱሳን ዝንጸግ ከኣ ኣብ ሊቀ ካህን ጥራሕ እዩ ዝነጽጎ፣ ኣብ ዓመት ሓንሳእ ከኣ እዩ ዝነጽጎ፣ ዝኾነ ይኹን ሰብ እውን ኣይነጽጎን እዩ። ስለዚ ዋላ ናብ ሰማይ እውን ክንጸግ እንተ ዝበሃልስ እቲ ሊቀ ካህን የሱስ ክርስቶስ ጥራሕ እዩ ክነጽጎ ምኸኣለ። ንሱ ከኣ ናብኡ ሒዙ ደሙ ሒዙ ናይ ዘለኣለም ምድሓን ከም ዝረኸበ ነጊሩና ኣሎ፣ ኣብ ዕብራውያን ምዕራፍ። ትሽዓተ ኣብ ቁጽሪ ዓሰርተ ክልተ ካብዚ ወጻኢ እቲ ደም የሱስ ዝብል ዘሎ ኣብ ሓድሽ ኪዳን ብምልኡ ሞት ኣብ ክንዳና ህይወቱ የሕሊፉ ዝሞቶም ሞቱ ማለቱ እዩ ስለዚ ብሞቱ ምእማንና እንተ ኮይና ንዛረብ ዘለና እቲ ንብሎ ዘለና ምድሓን በጃና ስለ ዝሞተ ኩሉ ይኾነልና እዩ ከምዚ ብማጂክ ብዝኾነ ዓይነት መገዲ ደም ንነጽጎ ቅድም ቅድም እቲ ደም ኣብ ኢድና የለን ኣብቲ ኣእምሮናስ እዚ ስቕ ኢልና ንስሕት ኢና ዘለና ደኣ እምበር እቲ ደም ኣብ ኣእምሮና የለን። ወይ ከኣ ገሊኦም ከኣ ነቲ ማይ ናብዚ ደም ይቕይሮ ኣለኹ። እዚ ንሕና ከምኡ ንገብር ኣለና እንተደኣ ኮይንና እቲ ማይ ጨሎት ኩሉ ዝገብርዎ እውን ትኽክል ክኸውን እዩ ማለት እዩ። ስለዚ ካብቲ እምነትን ካብቲ እምነት ሓቅን ዘውጽኣና ዘጥፍኣና እዩ። ናብቲ ሓቂ እንተ ክንምለስ ኮይንና ነቲ ቃሉ ክንኣምኖ ይግባእ። ብዛዕባ የሱስ ክርስቶስ ዝመጸ ከኣ እቲ ደሙ ዝብሎ በጃና ምሟቱ ህይወቱ ኣብ ክንዲ ህይወትና ምሕላፉ ይዛረብ ከም ዘሎ እንተ ተረዲእናዮ ብሞቱ ካብ ሰይጣን ዝደሓንናዮ ካብ ኣጋንንቲ ዝደሓንናዮ ዝረሀሉና ሓለዋ ኮንል ከነብል ንኽል ኢና ንኣብነት ከምዚ ሕጂ ብደሙ ዝሓጸበና ዝብል ሓንቲ እውን ኣንቢበ ኣለኹ ኣብቲ ራኢ ምዕራፈ ሓደ ቁጽሪ ሽዱሽተ እቲ ዝሓጸበና ካብ ቅዳሕ ናብ ቅዳሕ ይፈላለ እቲ ናይ እስክንድርያ ቤተ ክርስትያን ሒዛቶ ዝጸንሐት ቅዳሕ እቲ ሓድሽ ኪዳን ግሪኽ ሉኦ ዝብል እዩ ካብ ብደሙ ዝፈታሓና ዝብል እዩ ዘለዎ እቲ ናይ ካቶሊክ ቤተክርስትያን ሒዛቶ ዝጸነሐት ቅዳሕ እዩ እዚ ናትና ተተርጉምዎ ዘሎ ዝሓጸበና ተተርጉሙ ዘሎ ብዛዕባ እቲ ሞቱ እዩ ዝዛረብ ዘሎ እምበር ኩሉ ሳዕ ከም ሻወር ኮይነስ ኩላትናስ ደም የሱስ ክርስቶስ ንሕጸብ ኢና ማለት ኣይኮነን ብሞቱ ይብሉ። ሕጂ ብደሙ ንሽፈን ኣሎና ክንብል ከለና ብሞቱን ብትንሳኤኡን ተሓሊና ኣሎና ናብቲ ቃሉ እንተ ተመለስና ናብቲ እምነትና ዝሰርሓሉ ናብቲ ቃሉ እንተ ተመለስና እዩ እቲ ዝሓሸ እምበር ናብ ኣጋንንቲ ደም የሱስ ነጽግ ኣለኹ ናብ ከምዚ ደም ነጽግ ኣለኹ ንሓለዋይ ደም ነጽግ ኣለኹ ኣብ ፍርሃት ኣብ ጥርጥር ኣብ ምዩቕታ ክንነብር ዝገብረና ፕራክቲስ ኢና ንለማመድ ዘለና ካብ ዝጠቕመና ዝጎድኣና እዩ ክበዝሕ ናብቲ ክሕልወና ዝኽእል ካብ ኢደይ ዝምንዝዓኩም የለን ዝበለና የሱስ ክርስቶስ ኣብኡ እንተበልና ኣብኡ ዘለና እምነት ከም ዝብርትዕ እንተገበርና ጥራሕ እዩ ደሓን ክኾነልና። ዝኽእል ማለት እዩ። ኣብ ቀዳማይ ጴጥሮስ ምዕራፍ ሓደ ዝምንጻግ ዝብል ሓሳብ ግን ተዛሪቡ ኣሎ። ምናልባት ነቶም ምንጻግ ዝብል ግን ኣሎ እንድዩ ከመይ ጌርና ንውስኖ ኣለና ንዝብል እንታይ መልሲ ኣለካ?
እወ ኣብቲ ወብሳይትና ከይዶም እንተድኣ ርእዮሞ ውን ኣብ ቀደም ናብ ኤርትራ ዓሰርተ ዓመት ክን ብሬድዮ ክንፍኖ ከለና ነዚ ቀዳማይ ጴጥሮስ ኣብኡ ተንቲነ ምሂረዮ ኣለኹ ኣብኡ ከይዶም ክረኽብዎ ይኽእሉ እዮም ብሰፊሑ ከብሉኒ ዝደልዩ እቲ ሕጽር ዝበለ እንተ ክንርኢ ኮይንና ግና ከምዚ ዝብል ኢና ንረክብ ዘሎና ማለት እዩ ኣብ ቀዳማይ ጴጥሮስ ምዕራፍ ሓደ ቁፅሪ ሓደ ጴጥሮስ ሃዋርያ ኢየሱስ ክርስቶስ ነቶም ኣብ ጴንጦስን ኣብ ገላትያን ኣብ ቆጶዶቅያን ኣብ እስያን ኣብ ቢታንያን ፋሕ ኢሎም ዘለዉ ሕርያት፣ ከምቲ ናይ ቀደም ፍልጠት እግዚኣብሄር ኣቦና፣ ሕጂ እዚኣ ሕርያት ምስ በለ ብኸመይ ከም ዝተሓረና እዩ ዝዛረብ ዘሎ፣ ከምቲ ናይ ቀደም ፍልጠት እግዚኣብሄር ኣቦና፣ ንምንታይ ከም ዝተሓረና ከኣ ክነግረና ከሎ፣ ብቕድስና መንፈስ ንምእዛዝን ዝተሓረናሉ፣ ብመንፈስ ቅዱስ ተቐዲስናስ ብድሕሪኡ እዙዝ ህይወት ክንነብር ብደም የሱስ ክርስቶስ ንምንጻግን፣ እኳ ድኣ እዚኣስ ናብታ ዘጸኣት ምዕራፍ ዕስራን ኣርባዕተን እያ ትወስደና ዘላ፣ ንምንጻግን ክብለና ከሎ ብድሕሪኡ ዝተሓረናሉ ዋና ምኽንያትሲ፣ ኣብቲ ኪዳን ቅዩዳት ኮይንና እዙዛት ኮይንና ንነብረሉ መንገዲ ናብኡ እዩ ዝነግረና ዘሎ ኣብዚ እምበር እቲ ንሕና ክንነጽግ ኢና ኣይኮነን ዝብለና ዘሎ ቅድም ቀዳድም ካልኣይ ከኣ ልክዕ ከምታ ንምእዛዝ ኢልዋ ዘሎ ንርኣያ ንምንጻግ ንምእዛዝ ንምንጻግ ኢልና ኣሎ ተቐዲስና ንምእዛዝ ብደም የሱስ ክርስቶስ ንምንጻግ እቲ ምንጻግ ልክዕ እቲ ቅዱስ ጽሑፍ እዩ ንቅዱስ ጽሑፍ ዝትርጉሞ ኢልና ናብ ሰብሲ ብኸመይ እዩ ተነጺጉ ኢልና ናብቲ ዘጸኣት ከይድና ክንሪኦ ከለና እቲ ኣብ ዘጸኣት ዝገለጽክዎ ሓሳብ ስዩ ዝነግረና ዘሎ
ክቡራት ሰማዕትና ሎማዓንቲ ሒዝናዮ ቀሪብና ዝነበርና ኣብ ዙርያ ጸሎት ዘተኮረ ቃለ መሕትት ኣብዚ ወዲእና ኣለና። እዚ ዝተገብረ ቃለ መሕትት ኣብ Teaching Ministry of the Word of Truth ወይ ድማ TMWT ዩቱብ ቻነል ክዝርጋሕ እዩ። ነዚ ዝገበርናዮ ቃለ መሕትት ኣብ ብዙሓት መታን ክባጻሕ ሳብስክራይብ ክትገብሩ ሼር ክትገብሩ ላይክ ክትገብሩ ድማ ኣላበወኩም። ሰላም።